Hello ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከኣ ጽቡቕ ክትብልዋ ተስፋ እገብር ሎማዓንቲ ከኣ ብኻልእ ቪድዮ መጺኤክን ኣለኹ እንጆይ ክትገብሮ ተስፋ እገብር ሓደሽቲ እንድሕር ኮንክን መጀመርያኽን እንድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኽንኦ ከለኽን ሳብስክራይብ ግበራ ላይክ ከኣ ግበርኦ እተን ኩሉ ግዜ ሳፖርት ገብራን ኣሕዋተይ ከኣ ካብ መጠን ንላዕሊ እየ ደመስግነክን የቐንየለይ እቶም ኩሉ ግዜ ላይክ ትገብርኦ ኮመንት ትገብራለይ ኩሉ ግዜ ፖስት ክገብር ከለኩ ከኣ ካብ መጠን ንላዕሊ እየ ደመስግነክን የቀንየለይ መብዛሕትክን ግን ነዚ ናተይ ትርእይኦ ከምቲ ኩሉ ግዜ ዝብለክን ኣብቲ ዩቱብ ስትድዮ ኣትየ ክርእዮ ከለኩ እተን ትርእይኦ ናተይ ሳብስክራይብ ዘይገበርክን ስለ ዝኮንክን ሳብስክራይብ ግበራ እዚ ናተይ መደብ ጽቡቅ ጽብቅ መደብ እዩ ዘለዎ ናዕና ንደቂ ኣንስትዮ ትጠቅም ንገዛና ንሓዳርና ትጠቅም ከመይ ኢልና ንዝንጥ ስኪን ኬር ኩሉ ነገር ዘለዎ ማለት እዩ ሕጂ እንዳረኣኹ ንኦ ከለክን ሳብስክራይብ ግበራ ላይክ ከኣ ግበርኦ ፌስቡክ ንሕር ኣለክን ወይ ካልእ ከኣኒ ሸር ግበርኦ ንኩሉ ሰብ ክጠቅም ንዓይ ይጠቅመኒ ንካልእ ንኩሉ ሰብ ከኣ ጠቅም ማለት እዩ ሎማዓንቲ ከኣ ናይ ፎል ፋሽን ሒዘልክን መጽ ኣለኩ ዓሚ ጽቡቅ ናይ ፎል ቪድዮ ሰሪሐ ነይረ ፎል ብጣዕሚ እየ ዝፈቱ እቲ ፋሽን ክዳውንቲ ሲዝን ብጣዕሚ እየ ዝፈትዎ እንደገና ናተይ በርዝደይ ከኣ ኣብ ፎል እዩ ማለት እዩ ብጣዕሚ እየ ትፈትዎ ፎል ዲኮር ፈቱ ፎል እዚ ናይ ሽምዓታት ክዳውንቲ ገለ ከዓ ብጣዕሚ እዚ ዓዲ ከዓ እቲ ንሕና ዘለናይ ዓዲ ከዓ እቲ ኣግራብ ገለ ስለ ዝቃየር ከዓ ካብ መጠን ንላዕሊ ዝፈትዎ ሲዝን ፎል እዩ ማለት እዩ ሕጂ ፋሽን ሒዘልክ ንመፅእ ኣለኹ መጀመርያ በዚ ገይረዮ ዘለኹ ክንጅምር ኢና እዚ ሕብሪ ገይረዮ ዘለኹ ኣዚ በርገንዲ ማለት እዩ ደም በጊዕ ኣብዚ ሕጂ ግዜ ብጣዕሚ ኣብ ዝኸትክንኦ ኣብ ዝኸትኩን ኢኽን ደሎ ፋሽን እዩ ማለት እዩ ብቀዳማይ ኣርእየክን ነይረ ዝጎልፎ ገይረዮ እቲ ካብ ቪክቶርያ ሴክሬት ዝገዛእኽዎ ጎልፎ ኣርእየክን ነይረ ማለት እዩ እቲ ደርኣኹክን ላርጅ ዝነበረ ገጂፍኒ ሓደ መዓልቲ ከማን ገይረዮ ቪድዮ ሰሪሐልክን ነይረ ብድሕሪኡ ሚድየም ገዚኤ ማለት እዩ ከምዚ ጎልፎ ከኣ ኩሉ ግዜ ንፎእ ጽቡቅ ስለ ዝኾነ ሓድሓደ ግዜ ቀትሪ ቁሩብ ኸውን ደሓር ምሸት ብላዕሊ ግብር ተብለሉ ማለት እዩ። ዘናጥ ጽቡቅ ጎልፎ እያ እዚ ናይ ቪክቶርያ ሴክሬት ዝገዛእክዎ ማለት ካብ ፒንክ ቪክቶርያ ሴክሬት ዝገዛእክዎ በቃ ዘናጥ ጎልፎ እያ ጽብቅቲ እሳላህኒ ማለት እዩ። እዚ በርገንዲ ገይረ ደሎ ከኣ እዚ ካብ ኣማዘን ዓሚ ዝገዛእክዎ ዓሚ ድየ ቅድሚ ዓሚ ዝገዛእክዎ ኣርእየኪ ነይረ ጽቡቅ ብራንድ ኣሎ ከምዚ ፕትሊስ በብዓይነቱ ዝገብሮ ዝገዝኦ ማለት እዩ ዋግኡ ብዙሕ ክቡር ኣይኮነን። ደኣ እንደገና ሴል ክኸውን ከሎ ከኣ በቃ ጽቡቕ እዩ ማለት እዩ ከምዚ ቤዝ ከምዚታት እንድሕር ኣለና ዝኾነ ነገር ጌርና ንኽንዝንጥ ኢዚ እዩ ማለት እዩ ቅድሚ ሕጂ ኣርእየኪ ኔረ እንታይ እንታይ ቤዝ ከም ዘድልየና ሕጂ ከኣ ንፎል ድሕር ትደልያ ኮንክን ንኽንዝንጥ ሲምፕል ሲምፕል ነገር ዘድልየና ካልእ ቪድዮ ክሰርሓልክን ንኽእል እየ ማለት እዩ ሕጂ እዚ በርገንዲ ንቲ ኣርሚ ግሪን ዶሎ ክስታይ ማለት እዩ ካልእ እዚ ኮች ቦርሳ ቅድሚ ሕጂ ኣርእየክን ነይረ ኣነ ብዙሕ ብራንድ ገለ ኣይግደስን እየ ዝኾነ ቦርሳ ጽቡቕ እንድሕር ክስታይ ኢለ ወላ ካብ ቲጄ ማክስ ገለ ገዜ እየ ክስታይ ዝገብር ዓቢ ብራንድ ገለ ብዙሕ ኣይግደስን እየ ኤኒወይ ግን እዚ ኮች ናይ ቀደም ዝነበረ እዚ ሕብሪ ስለ ዝፈትዎ ቀደም ዝገዛእኩ ወይ ኣውትሌት ናይ ኮች ኣለና ኣብዚ ዓዲ ብዙሕ ዓመት ገይሩ ካብ ዝገዝኦ ማለት እዩ ቅድሚ ሕጂ ኣርእየክን ነይረ ሕጂ ከዓ ፋሽን ኮይኑ ከኣ ፍላይ እዚታት እዚ ናቱ ቴክስቸር ከኣኒ ፋሽን ስለ ዘሎ ከኣ እሱ ከኣ ሕጂ ክዝንጠኒ እየ ማለት እዩ ካልእ ከኣኒ እዚ ከምዚ ዓይነት ክስታይ እዚ ስሊክ ባክ ዝበሃል እዚ ኪትን ሄል ንእሽተይ እዚ ክስታይ ከኣኒ በርገንዲ ከኣኒ ካብ ነርስቶርም ረኺበ ብቐዳማይ ከኣኒ እዚ ከኣ ጽቡቕ ጫማ በርገንዲ ማለት እዩ እዚ ገዜ እዮ ማለት እዩ ዋግኡ ብዙሕ ክቡር ኣይኮነ ነርሶ ምራክ ኩሉ ግዜ ጫማ ክትገዝኣ ከለኽን ቅድሚ ሕጂ ከምኡ ኢለክን ነይረ ሴል ክኸውን ከሎ ዋጋ ሓደ ጫማ ዋጋ ሓሙሽተ ጫማ ዋጋ ሓደ ጫማ ኣብ ኖርማል ግዜ ትገዝኦ ኣብ ሴል ክኸውን ከሎ ሓሙሽተ ጫማ ገለባ ሓንሳብ ትገዝእ ማለት እዩ ኩሉ ግዜ ኣብኡ ትኸዳ ግን ደሎ ፋሽን ፋሽን ዝኾነ ጫማ ኢኽን ከዓ ትገዝኦ ሕጂ ዝለንቀነ ገዜ እዮ ማለት እዩ ኣነ ሕጂ ነዚ ፎልክ ብዙሕ ካኢህን ስለ ዘይብሉ ዝንጥ ክብለሉ ኢየ ማለት ኢዩ። ካልእ ቅድሚ ሕጂ ድገዛእክዎ ቡትስ ኔሩ ደርኣኹ ክንዓሚ ኣሴል ኮሎ ካብ ኤክስፕረስ ድገዛእክዎ ኔሩ እዚ ከኣኒ ሕጂ ፋሽን ኢዩ ደሎ ማለት ኢዩ። እቲ ሲዝን ክወጽእ ከሎ እንድሕር ገዚእካዮ ክስታይ ይኸውን ማለት ኢዩ። እዚ ናብ ድኾነ ምሻሎ ዋክ ገለ ዶ ኣይኮነስ ወይ ሬስቶራንት ወይ ኣብ ድኾነ ቦታ ክትብል እንድሕር ከይድካ እንድሕር ከይደ ካብ መኪና ውሪድ ኢለ ክስታይ ድገብሮ እዚ እምበር እዚ ንውሕ ዝበለ ኢዩ።

በቃ እዚ ክልቲኡ ከለር በቃ ኣብ ዝኾነ ፋሽን ትርእዮ ማለት እዩ ፋሽን ኢንተረስት ተለኪ ናይ ግድን ኣይኮነን ብዘለና ክንዝንጥ ንኽእል ኢና ኣብ ግዜ ክስታይ ግን ኣነ ብጣዕሚ ወላ ካብ ቀደም እዩ ወላ ፈቱ ፋሽን ቡትስ ገለ ከዓ ፈቱ እየ ወላ መስመራ ከለኹ ቡት ቡት በብዓይነቱ ብሕብሩ ከምታት ገለ ፈቱ እየ እዚ ግን በቃ ናይ ፍሪ ፒፕል ቡትስ እንድዩ ግን ኣብ ኖርስተር ምራት እንዲ ረኺበ የለን ቀነ ሓድሽ በቃ ካብ መጠነ ላዕሊ ተሓጒሰ ነዚ ምስ ረኸብኩዎ ምኽንያቱ ዋላ ክስታይ ይኹን ከኣ ዋላ ፋሽን ኣይኹን ከኣ ዋላ ፋሽን ኣይኹን ከኣ እዚ ኩሉ ግዜ ንዝንጠሉ ጫማ ምሻሎ ነዚ ከምዚ ሕጂ እንደገና ኣብ ድኾነ ቆልዑት ሒዘ ክወጽእ ከለኹ ዋላ ኣብ ድኾነ ቦታ ትምህርቲ ዋላ ከብጽሕ ከለኹ ገለ ኣብዚ ሕጂ ሲዝን ካብ መጠነ ላዕሊ ጽቡቅ ኩሉ ግዜ ክገብሮ ዝኽእል እንደገና ከምዚ ኣርሚ ሚሊታሪ ነገር ገለ ከኣ ስለ ዝፈቱ ኣነ ንኣብነት ከም ስረ ማለት እዩ እዚ ሕጂ ሓድሽ ለንቅነ ብቀዳማይ ካብ በርሊንግተን ድገዛእክዎ ማለት ጽቡቅ ካይማፍላጅ እዚ ስረ ኣለኒ ከምዚ ቡዙሕ እዚ ግን እግሩ ባጊ ስለ ዝኮነ ኣብዚ ከኣ ጁባ ስለ ዘለዎ ምስቲ ብቀዳማይ ማልያ ጌሬ ዝነበርኩ ስኪንኬር ናይ ቅድሚ እዚኣ ስኪንኬር ከርእየኩም ከለኩ ቁጽሪ ዘለዎ ማልያ ጌሬ ነበርኩ እሱ ጌርካ ወላ ምስዚ ወላ ምስ ዝኮነ ጫማ በቃ ዝንጥ ኣብለካ ማለት እዩ እታ ማልያ ሓንቲ ሓፍተይ ሓቲትክኒ ኔርኪ እታ ቆራጽ ጀርዚ ማልያ ድገበርኩ ሕጂ ፋሽን እዩ ደሎ እሱ ከኣ ሲምፕል ሲምፕል ጌርካ ክትወጽእ ከለኻ ኣብ ፋሽን ኖባ ዋላ ክትረኽብዮ ትኽእሊ ኢኻ ኣነ ግን ካብ በርሊንተን ገዚእዮ ኣጋጣሚ እቲ ምስ በልኩብኡ ቀልጢፉ ስለ ዝኽፈት ስቶር ኣሆም ጉድስ ትኸይድ ነይረ ኣብ ጥጥቑኡ ስለ ዝኾነ እቲ ምስ በልኩ ረኺበየ ማለት እዩ እዚ ቡትስ ግን ካብ መጠን ንላዕሊ ተሓጒሰ በቃ ነዚ ምስ ረኸብክዎ ማለት እዩ ከምዚ ካማፍላጅ ገለ ስለ ዝፈቱ ኩሉ ግዜ ክዝንጠሉ እየ ማለት እዩ ኣጋጣሚ ቦርሳ ናይ ቀደም ነይርኒ እዚኣ ቦርሳ ውሽጣ ክስታይ ስለ ዝኾነት ውሽጣ ከምዚ ቀልጢፈ ስለ ዘይረክብ በቃ ጸልየ እየ ኣይሒዛን እየ ነይረ ማለት እዩ እዚ ቦርሳ ናይ ቀደም ቦርሳ ናተይ እዩ ሕጂ በቃ ብቐዳማይ ካልእ ነገር ክደልለ ምስ ረኸብኳ ምስዚ ሕጂ ክዝንጠላ እየ ማለት እዩ ነዚ ፎን በቃ ወላ ጸሊም ጌርካ ወላ ዝኾነ ዓይነት ጌርካ እዚ ገይረ ክዝንጠል ካብ መጠን ንላዕሊ እዚ ጫማ ምስ ረኸብኩ ካብ መጠን ንላዕሊ ተሓጒሰ ኩሉ ግዜ ክዝንጠሉ እየ ማለት እዩ ናይ ፍሪ ፒፕል ብራንድ እዩ ግን ደሓስረ ደሓስረ ዋጋ ይረኽብ እዩ ኣብ ኖርስቶርም ኣብ ትታይ ፍሪ ፒፕል ክቡር ብራንድ እዩ ግን እዚ ብደሓስረ ይረኽብ እዩ ኣብ ኖርስቶርም ራክ ማለት እዩ ሰለስተ ዕጽፊ ኣብቲ ዌብሳይት ሽዑ ጉግል ምስ ገበርክዎ ሰለስተ ዕጽፊ ካብ ዝገዛእኹ ኣነ እዩ ትብል ማለት እዩ እዚ ክልቲኡ ገይረ ሓደ መዓልቲ ከርእየክን እየ ማለት እዚ ብጣዕሚ እዩ ግዜ ዝወስድ ከምቲ ዝበልኩክን እንዳረእኻ እንዳቐዳሕካ ባዕለይ ስለ ዝቐድሖ እንዳረእኻ እንዳቐዳሕካ ክተብለሉ ግዜ ወስዲ ግን ሓደ መዓልቲ እንዳገበርክዎ ከምቲ ዓሚ ዝረኣኹክን ፅቡቅ ማለት እዩ ኣይደክበክን ዝንጥ ኢልና ክስ ታይ ክንገብር ክብለ ከርእየክን እየ ማለት እዩ ካልእ ኩሉ ግዜ እዚ ኣግስ ከኣኒ ጓለይ ዘኪራቶ ብቐዳም ማማ ቀደም ኣነ ንእሽተይ ከለኹ ፕሪስኩል ከለኹ ኣግስ ነይርኪ ጫማ ንውሕ ድበለ ገለ ኢልሃኒ እዚ ከዓ እቲ ዓምድ ገዛእኽዎ ኣግስ ከኣኒ እዚ ከዓ ፅቡቅ ኣግ ማለት እዩ ስጋብ ሕጂ ዘናጥ ፋሽን ይንፎል ኣብቲ ዓዲ ዘናጣት ዝተባህላ ክስታይ ኣዋልድ ኣብ ግዜ ክስታይ ደቂ ኣንስትዮ ከማና ማለት እዩ ኣብ ግዜ ዊንተር ጸሊም ስረ ጌረን ታይት ካልሲ ጌረን ከምዚ እየን ዝገብራ ማለት እዩ ዓሚ ከምኡ ጌረ ስታይል ጌረ ኣርእየክን ኔረ ካልእ ከኣኒ እዚ ስዌድ ድበሃል ከኣ ስዌድ ስዌድ ድበሃል ከኣኒ እዚ ከምዚ ካምቾ ዓይነት ክስታይ እዚ ከዓ ፋሽን መፂ ማለት እዩ ከምዚ እዚ ፍሪንጅ ዘለዎ ከዓ ዝበለፀ ኣጋጣሚ ከዓ ነዚ እዚ ከዓ ሕጂ ሓድሽ ገዜ እዮ ማለት እዩ እዚ ከኣ ንጽቡቅ ነዚ ፎል ከምዚ ከምዛት እዩ ፋሽን መጺኡ ዘሎ ስዌድ እዚ ከኣ ጫማ ናይ ቀደም ነይሩ ንዚ ዓዲ ዓዲ ደለናዮ ንሕና ዓዲ ቁሪ ስለ ዝኾነ ቡትስ ኣብ ዝኸትካዮ ኢኻ ትረክብ ፍላይ ከም ዝበልኩኽን ሕጂ ስለ ዘይንገብሮ ከኣኒ ኩሉ ግዜ በቃ ብዙሕ ክስታይ ኮይኑ ብዙሕ ግዜ ድጸንሕ ተማላሊሱ ከኣኒ ፋሽን ይኸውን ማለት እዩ። እዚ ሕጂ ናይ ቀደም ናተይ ዝነበረ እዩ። ሕጂ ፋሽን ምስ መፀ ከዓ ከመይ ተሓጒሰ ኢሉ ብዙሕ ነዊሕ ስለ ዘይኮነ ብፍላይ እዚ መጀመርታ ኣብዚ ዓዲ ምስ መፀኹ እየ ዝተገዝአ እዩ ነይረ ኮይ ወለት ከለኹ በቃ እዚ ንጠሎ ነይረ ማለት እዩ። ብጣዕሚ እየ ዝፈቱ ከምስታት እዚ ስዌድ ማለት ኣይ ከምዚ ካሙቻ ዓይነት ማለት እዩ። እዚ ከዓ ፅቡቅ ቡስ ናተይ ናይ ቀደመይ ዝነበረ ጽቡቅ ጌረ ምስዚ ጌረ ዋላ ክዝንጠሉ ይኽእል እየ ዋላ በይኑ ጌረ ከኣ ጸሊም ብዙሕ ስለ ዘለኒ ከኣ ጸሊም ክዳን ዋላ ጸሊም ዝኾነ ስከርት ጌረ ከኣ ክዝንጠሉ እየ ማለት እዩ ቡትስ ብጣዕሚ እየ ዝፈቱ እዛ ዓዲ ከዓ ብዙሕ ቡትስ እዩ ዘለዎ እንደገና ከዓ ብዙሕ ስለ ዘይንገብሮ ከዓ ኩሉ ግዜ ዋላ ፋሽን ውደቕ ገለ ኣነ ኣይዶም ኬርስታት ጽቡቕ ስለ ዝኾነ ማለት እዩ ኩሉ ግዜ ዝገብሮ ካልእ ከዓ ዓብ ቁልፊ ፋሽን መፂ ከዓ እዚ ከዓ ነይርና ቀደም ቁልፊ ማለት እዩ እዚ ናይ ቀደም ቁልፊ ኣብዚ መዓንጣኻ ምእሳር ቅድሚ ሕጂ ከምኡ ገይረ ኣሲረ ኣርእየኪ ነይረ ሕጂ ከኣኒ እዚ ከኣ ፋሽን ስለ ዘሎ ከኣ ወላ ክዳን ገይረ ወላ ክስታይ ከኣኒ ንክልቲኡ ስለ ትጥቀመሉ ከኣ እዚ ከኣ ጽቡቅ ከኣ እዚ ቁልፊ ከኣ ከምዚ ዓቢ ፋሽን መጺኡ ኣሎ ካልእ ናይዚ ከኣኒ ናይዚ ከም ዘርኣኹኩም ከሎ ከኣ እዚ ከኣ ናይ ፎል ከለር ብራውን እዚ ገይረ ዘለኹ ማለት እዩ ከሎ ከኣኒ ቅድሚ ሕጂ ከኣ ዝርእየኪ ነይረ እዚ ናይ ኣማዞን ብራንድ ብቀዳማይ ፒንክ ከምዚኣ ገይረ ነይረ እዚ ኩሉ ሓደ ብራንድ እዩ ኣብ ሴል ክኸውን ከሎ ብፍላይ እዚ ባዲ ሱት በቃ ክስታይ ድሕር ገዚእኒ ኣብ ሴል ክኸውን ከሎ በብዓይነቱ በብዓይነቱ ኣለኒ ፒንክ ስለ ዝፈቱ ፒንክ ክልተ ኣለኒ ማለት እዩ እዚ ጌርና ከዓ ብውሽጢ ከምሳት ከምሳት ንሕር ኣለና ሽዕኡ ኢዚ ስታይል ክትገብሮ ከለካ ዝንጥ ኢልካ በቃ ክስታይት ግዚ ክስታይ ትኸውን ኢኻ ማለት እዩ ክዳን ኣይትስእን ኢኻ ቀደም ኣነ ብዙሕ ከምታት ከም ጃኬት ስረ ገለ ብዙሕ ኣለኒ ግን ንምንታይ ክዳን ዘይብለይ ለመ መልሰ ገዝ ነረ ድሓር ግን እዚ ቤዚክስ ምስ ብዙሕ ሻሎ ዘድልየኒ ስታት ምስ ገዛእኹ ሕጂ እዚ ስዌድ ጃኬት ደርኣኹ እንድሕር ዝገብሮ ኮይነ ምስ ሓዲኡ ከምዚታት ጌረ ብላዕሊ እንድሕር ጌርዮ ጸሊም ኣለኒ ከምዚ ዝኾነ ሕብሪ ጌረ ደሓር ኢዚ ማለት እዩ ካሞፍላጅ እንድሕር ገብር ኮይነ ሕጂ ንዊንተር ወይ ንሳመር ኣሚን ንዊንተር ወይ ንፎል እዚ እንድሕር ገብር ኮይነ ሓዲኡ እዚ ወላ እዚ ሕጂ ምዚ ብራውን ጌረ ክስታይ ጌረ ዝኾነ ጃኬት ክስታይ ክገብር ከኣ እዚ በርገንዲ ጌረ ሕጂ እዚ በርገንዲ ክስታይ ገብሮ ከለኹ ቁርር ክብል ከሎ ብቐዳማይ ጻዕዳ ጌረ ዝጎልፎ ኣርእየኪ ነይረ ጌጽ ሰሪሐሉ ኔረ ቪድዮ ማለት እዩ እዚ ከፋት ዝኾነ ጻዕዳ ጌረ እዚ ኣብ ክስታይ ከኣኒ ወላ ክልቲኡ እዚ በርገንዲ ከኣ ድሕር ጌረዮ ከኣ ዝንጥ ትብል ማለት እዩ ኣብኡ ከለኻ ባዕልኻ ክስታይ ትገብሮ ማለት እዩ ካልእ እዚ ነብሪ ነብሪ ዓም ዘርኣኹም ፋሽን እዩ ደሎ ኢለ ስጋብ ሕጂ ፋሽን እዩ ደሎ ማለት እዩ እዚ ስከርት ናተ ናይ ቀደም ስከርት ዝነበረኒ ኢለ ዝረኣኹኽን ስቲል ሕጂ ከዓ ንህለ ማለት እዩ እዚ ሕጂ ነይሩ ነይሩ ፋሽን መፅኡ ሓደ ሓደ ሰብ ክስታይ ኩሉ ግዜ ኩሉ ግዜ ክስታይ ድብሎ ብጣዕሚ እዩ ከምዚ ድፈቱ ብዙሕ ሰብ ኣሎ ኩሉ ግዜ እውን ከምዚ ክስታይ ክኸውን ከሎ ድገብሮ ኣለዋ ግን ወላ ሳመር እዚ ፋሽን ነይሩ ማለት እዩ ስቲል ከዓ ፋሽን ኣሎ ካልእ ከዓኒ እዚ ከዓኒ እዚ ስከርቲ ከዓ ዝደርኣኹኹን ከዓኒ ምስቲ ጀርዚ ማልያ ደርኣኹኹን ናይ ስፖርት ዝመስል ቁፅሪ ዘለዎ ጌርካ ከዓ እዚ ከዓኒ ወላ እዚ ቡትስ ጌርካ ወላ እቲ ጫማ ቀይሕ ናይ ዛራ ደርኣኹን ጌርካ ከዓኒ ሲምፕል ሲምፕል ከዓ ዝንጥ ትብል ማለት እዩ እዚ እዚ ታንቴላ ከኣ ጸቢቁ ክስታይ ጋብ ድከውን ከኣኒ ከምዚ ጌርና ከኣኒ እንዳ ደራረብና ዋላ እዚ ሕጂ ጻዕዳ ማልያ ጌረ የነበርኩ ጌረ እዚ ጌረ እዚ ሕጂ ብጣዕሚ ደስ ዝብለካ ማለት እዩ ተደሊኻ ቡስ ትገብር ተደሊኻ ካልእ ክስታይ ትገብር ማለት እዩ ካልእ ከኣኒ ነዊሕ ስከርት ከኣኒ ስጋብ ሕጂ በቃ ፋሽን ፋሽን እዩ ዘሎ ማለት እዩ ከምዚ ነዊሕ ስከርት ሕጂ ኣብ ታርጌት እዘን ኣብ ኣሜሪካ ዘለኽን ኣብ ታርጌት ኬትክን ክትረኽባ ትኽእላ ኢኽን። እዚ ብቐዳማይ ንጓለይ ክገዝኣላ ኢለ ምስ ከድኩ ናይ ትምህርቲ ክዳውንቲ ኣብኡ ርእየዮ ክስታይ ስለ ዝኾነ ዕምጥጥፅ ኢሉ ኣሎ እምበር ፅቡቕ ኣለኒ ናይ ኤች ኤንድ ኤም ገለ ግን እዚ ግን ኣብ ታሕቲ ፈለው ዝበለ ስለ ዝኾነ ተዓማጢፁ ካብቲ ባኮ ክስታይ ስለ ደየውፀኽዎ እምበር እዚ ናይ ታርጌት እዚ ዋይልድ ፋብለስ ዝብል ብራንድ እሱ ጽቡቅ ጽቡቅ ፋሽን ዝኾነ ኣሎ ተደሊኽን ከምዚ ከኣኒ ከምዚ ኮሎ ሴታ ዓይነት ኮሎስ ከምዚ ጎና ነብሪ ነብሪ ኣሎ ደም በጊዕ ኣለክን ማለት እዩ ኣብ ኣሜሪካ ዘለኽን ታርጌት ሎሚ ጽቡቅ ጽቡቅ ፋሽን እዮም ደምጽ ደለዎ ማለት እዩ ወላ ከምዚ ቡት ዘርኣኹኹን ኮሎ ከኣኒ እቲ ኤክስፐንሲቭ ብራንድ ናቱ ዱፍ ከኣኒ ኣብ ታርጌት ኣሎ ከምዚ ቁልፊ ቁልፊ ደለዎ ማለት እዩ እዚ እዚ ግን ናተይ ካብቲ ኖርዝ ቶርሙራክ ኖርዝ ቶርሙራክ ሕጂ ኩሉ ግዜ ሴል እዩ ማለት እዩ ኣብኡ ከይትክን ክትረኽባ ትኽእላ ኢኽን ግን ከም ዕድልካ እዩ ማለት እዩ ኣነ ቆልዑት ኣብፂ ሓደ ሓደ ግዜ ጅም በፂሐ ክመፅ ከለኹ እል ይብል ማለት እዩ ፅቡቅ ካልእ እዚ ጅንስ ከዓኒ ባጊ ጅንስ ከዓ ከምዝፈቱ ኣነ ነዊሕ ስትሬት ሌግ ኮሎስኒ ነዊሕ ከፊሕ እግሩ ማለት እዩ እዚ ከ ካብ መጠን ንላዕሊ ናይ ዛራ ጅንስ ናይ ካልእ ጅንስ ገለመለ ብዙሕ ጅንስ ኣለኒ ንዓይ ማለት እዩ ካብ ኤክስፕረስ ክብር ክብር ዝበለ ማለት እዩ ግን እዚ ካብ ክስታይ ረኺበዮ ማለት እዩ ካብቲ ጄማክስ ካልኣይ ግዜ ሳልሳይ ግዜ ገለ ከይደ ከማን ካልእ ዓይነት ዋሽ ዘለዎ ኢለ ስኢነ ማለት እዩ እዚ ሲነርሊ ጁሊ ድብል ብራንድ እዚ ካብ መጠን ንላዕሊ እዩ ማይ ጋድ ክፅብቕ እዚ ጅንስ ፎኪስ ካብ ኩሉ እንደገና ከዓ ዘናጥ ማለት እዩ ምስቲ ቀይሕ ፍላት ገይረ ገይረዮ ብቀዳማይ በቃ ደስ ትብለካ ሕጂ እዚ ቡትስ ደርእየክን ዘለኹ ኩሉ ገይረ ክገብሮ ክእል እየ ማለት እዩ ካልእ ከዓ እንተደልየ እዚ ካቦይ ቅድሚ ሕጂ ደርኣኹም ካቦይ ከዓ እዚ ከዓ ስቲል ፋሽን እዩ ዘሎ ወላ ፋሽን ኣይኹን ግን እዚ ቀይሕ ኣነ ብጣዕሚ ስለ ዝፈቱ እዚ ካቦይ ሹዝ ከዓኒ ኣርእየክን ነይረ ቅድሚ ሕጂ ከዓ ዋላ ምስዚ ገይረ ክገብሮ ክእል ሕጂ ግን እዚ ጂንስ ጌርካ ከምዚ ጌርካ ዝኾነ ጻዕዳ ወይ ክስታይ ከምዚ ኣሜሪካን ናይ ኣሜሪካ ክስታይ ዓይነት ካውገር ካውቦይ ወር ኤቨር እሱ ዓይነት ስታይል መጺእ ዘሎ ከዓኒ ከምዚ ጌርካ ከዓ ስታይ ትገብሮ ትኽእል ኣነ ፋሽን ብጣዕሚ ስለ ዝፈቱ ብጣዕሚ እየ ፋሽን ትኽተል ማለት እዩ እንድሕር ትፈትዎ ከም ክትገብራ ትኽእላ ይኽን ናይ ግድን ግን ኣይኮነን ብዘለና ጌርና ክንዝንጥኽ ኢና ሓደ ሓደ ግዜ ኣነ ኣይዶን ኬር ወላ ኣብ ግዜ ዊንተር ፒንክ ስለ ዝፈቱ ቤት ክኽደን ወላ ኣብ ግዜ ናይ ግድን ክስታይ ኣይኮነን ግን በቲ ዘለና ክስታይ በቲ ገዛና ዘሎ መብዛሕትኡ ሕጂ ኣብ ገዛና ዘሎ እዚ ገዛ ዘሎ እዩ እዚ ቡትስ ዘርእየክን ዘለኹ ገለ እዚ ናይ ቅድሚ ሕጂ ማለት እዩ ቅድሚ ሕጂ ዝገዛእኹ ማለት እዩ እዚ ቡትስ ሓድሽ እምበር እቲ ካልእ ቡትስ ኩሉ ናይ ቀደም እዩ ንሕና እዚ ዓድና ከዓኒ እቲ ወይዘሩ ከም ስለ ድቃየር እቲ ኣግራብ ሕብሩ ስለ ድቕይር ገለ ፎል ክኸውን ከሎ ካብ መጠን ንላዕሊ ደስ ትብለካ ኖርማል ዋላ ክትወጽእ ኮለካ ከምዚ ዋክ ጌርካ ዝንጥ ኢልካ ክትወጽእ ደስ ይብለካ ኣነ ከኣ መውጽኢ ከኣ መሽ ደቀይ ክብጽሕ ኮለኩ ትምህርቲ ገለመለ በቃ እቲ ዊልገ ክስታይ ገብሮ ማለት እዩ እዚ ከኣኒ እዚ ኣግስ ከኣኒ ኢዚ ንዝኾነ ንዓና ክስታይ ዝኸውን ማለት እዩ እዚ ኣዝንጥ ኣብለካ እቱ ኣቢልካ ካልሲ ጌርካ ከኣ እዚ ከኣኒ ወላ ኣግሳ ይኹን ወላ ብትጀማክስ ወላ ማሻስ ነዚ ዝመስል ጫማ ክትብላ ትኽእላ ኢኽን እዚ ፕላትፎርም እንድሕር ደይደለኺ ከኣ ፍላት ነገር ኣሎ ወላ ብ ኣማዘን ን ዕድመ ስናይ ግድን ኣይኮነን ኣግስ ክኸውን ግን ኣግስ እንድሕር ኮይኑ ከኣ ኣግ እንድሕር ኮይኑ ከኣኒ ብዙሕ ኣግስ ይብሎ ኣለኹ እንተኾይነ ኣግ እንድሕር ኮይኑ ግን ብዙሕ ዓመት ኣጽናሓካ ማለት እዩ እንደገና ከኣኒ ኮምፎርታብል እዩ ማሙቅ ከኣ እግርኻ ን ዊንተር ማለት እዩ ኣነ ሕጂ እዚ ቅድሚ ሕጂ እቲ ነዊሕ ከምዚ ነይረ ንማት ቀደም ሓራስ ከለኹ በዓል ቤት ገዛእለይ ነጊረክን ነይረ በቃ ክንዲ ዓመት ገይረ ስጋብ ደቂ ደድ ሓሙሽተ ዓመት ድዩ ሽዱሽተ ዓመት ክስታይ ኮይኑ ማለት እዩ። እዚ ከዓ ዓመት ዓመት ክስታይ ክኾን እዩ ማለት እዩ። ንዓመታ ካብ ሰላም ኣፅንሓና ከርእየክን እየ እዚ ከዓ ማለት እዩ ክገብሮ እየ ኩሉ ግዜ ማለት እዩ። ሓደ መዓልቲ ግዜ ብጣዕሚ ስለ ዝወስድ እዚ እንዳቀያየርካ ክስታይ እንዳገበርካ ገለ እንደገና ሓደ ሓደ ግዜ እቲ ባክግራውንድ ፅልመኒ ገለ ስለ ዝኾነ እምበር ከርእየክን እየ ፅቡቅ ገይረ ስታይል እንዳገበርኩ ማለት እዩ። ኩሉ ግዜ ክንዝንጥ ኣለና ናይ ግድን ስለ ዝወለድና ክስታይ ስታይ ስለ ዝኾና ዘይኮነ በቃ ፋሽን ኩሉ ግዜ በቃ ድላይካ ክትክደና ኣለካ ንዓኻ ተሰማዓካ ንዓኻ ክስታይ ዝኾነካ ክትክደና ኣለካ ግን እንድሕር ፋሽን ትፈትዋ ኮንክን ከኣኒ ዝንጥ ክንብል ኣለና ምክንያቱ ወሊድካ ክስታይ ናይ ድኾንካ ገለገለ ይኮነን በቃ ምዝናጥ ኩሉ ግዜ ዘኒጥና ፅቡቅ ክንረአ ኣለና እዚ ጁሪታት ኣነ ሕጂኻ መጠን ላዕሊ ስለ ዝፈቱ ድሕሪ ፋሽን ትፈልጥ ተኾንካ ከኣኒ ድሕሪ ፋሽን ኮይኑ ከኣኒ ወላ ዓቢ ጅሩ ግበር ገለ ናይ ግድን ኣይኮነን ንእሽተይ ገለ ጌርካ ክስታይ ክትገብር ኣነ ካብ መጠን ንላዕሊ ፋሽን ፎቲ እየ ፋሽን መዓት ፋሽን ሸወይ ድርኢ ከምቲ ዝበልኩ ናብ ናይ ነፍሌክስ ሙቪታት ድሪኦ ከምዚ ፋሽን ዘለዎ ገምታት እየ ድርኢ ብጣዕሚ ስለ ዝፈቱ ማለት ከም ጠቕመኒ ነገር ንዓይ ደስ ዝብለኒ ነገር እየ ዝርኢ ዝበልኩም ብቐዳማይ ባዘር ከይንኸውን ንዓና ጠቅም ነገር ኢና ክስታይ ንገብር ዝበልኩኩም ከምታት ከምታት እየ ዝፈቱ ካልእ እዚ ኩክ ምግባር ገለመለ ኣብዚ ዓዲ መፅኤ ሬስቶራንት ሰሪሐ ስለ ዝነበርኩ ኣብ ብጣዕሚ ንፍዕቲ ኩክ ፅቡቅ ኩክ እየ ዝገብር መጀመርያ ቪድዮ ብከምኡ እየ ጀሚረዮ ነይረ ድሓር ኣብዚ ከምታት ምስ ኣተኩ ስለ ዝፈተኩ ን- ናብዚ ክስታይ ገይረ እንደገና እዚ ናይ ገዛይ ገለመለ ክስታይ እንዳግበርኩ ተድልየኒ ብገዛይ ኩሉ ነገር ክስታይ እንዳግበርኩ ዝንጥ ክኣ ብል ዋይናት እሶ ከምኡ ጌርክን ዝንጥነጥ በላ ስጋብ ሕጂ እንድሕር ርኢክንኦ ኮንክን ሳብስክራይብ ከይገበርክን ኣይትውጻእ ኮመንት ከኣ ከይ ግበራለይ ላይክ ግበርኦ ካብ መጠን ንላዕሊ እየ ለመስግነክን ብዘለና ዝንጥንጥ ኢልና ክንወጽእ ኣለና ናይ ግድን ኣይኮነን ድኻም ገለ ኣሎ ካብ መጠን ንላዕሊ ኣነ ቢዚ እየ ድኻም ኣሎ ግን ዋይናት ዝንጥንጥ ድሕር ኢልና ከዓ በቃ ጽቡቅ ስማዕካ ጽቡቅ ጌርና ደቅና ነዕቢ ጽቡቅ ጌርና ሓዳርና ንኣሊ ማለት እዩ ናይ ሎማዓንቲ ቪድዮ እዚኣ ትመስል ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኽበና ሓደ መዓልቲ ስታይል ገይረ ከርእየክን እየ ባይ